ኢሳያስ እኮ እቲ ሓንቲ ቁም ነገር ዝገበራሲ ንኤርትራ የድፈራን እዮም ዝብሉ ኤርትራ ምድፋር ብምንታይ ዝትርጎም ኤርትራ ምድፋር እኮ ኤርትራዊ ብምድፋር እዩ ዝግምገም ኣብ ፈቐዶ ግልፅታት ይድፈሩ ኣሎ ይድፈሩ ኣሎ ኤምባሲ እንታይ ይገብር ኣለዉ

ሓመቐ ፀበቐ እውን ኣብቲ ፀልማት እዋን ፅቡቕ ዝገበረ ሰብ እቲ ብድሕሪ ደሎ ትሪኦ ዘለኹም እዚ ናይ ግብፂ ኤምባሲ እዩ ኣብኡ ከይደ ኩሉ እቲ ዝግባእ ሰነዳት ሰኒደ ንግብፂ ኤምባሲ እቲ ደብዳቤታት ሂበዮም ኣለኹ ኣብ ዓልቦ ናይ ስደተኛ ሰላም ሰላም ክቡራት ተኸታተልቲ ከመይ ኣምሲኹም ሎሚ እውን ከምቲ ልሙድ ዝተፈላለዩ ዋናዊ ሓደሽቲ ሓበሬታታትን ከምኡ እውን ዝተፈላለዩ እዋናዊ ምስልታት ይዘልኩም ቀሪቡ ኣለኹ ንታ ሜድያ ሓድሽ ዝኾንኩም ሰባት ሰብስክራይብ ብምግባር ቤተሰብ ምዃንኩም ኣይትረሱ ኩላትና ድማ ኣህዋተይ ላይክ ብምግባር ነታ መደብና ንጀምር ኣብ ናይ ሎሚ መደብና ከምታ ፈለማ ዝረኣኹሞ ብዛዕባ ኣብ ግብፂ ዝርከቡ ኣህዋትና ሎሚ ዝወፀ ሓዱሽ ደስ ዝብል ሓበሬታ ኣሎ ማለት እዩ ካብ ኤምባሲ ናይ ግብፂ ዝወፀ ሓበሬታ ንሱ ኣብ ናይ ሎማዓንቲ መደብና ብሰፊሑ ርኢና ከምኡ ውን ድማ ውፉይ ውን ዘመሓላለፎ መልእኽቲ ኣሎ ኣብ ግብፂ ብዛዕባ ዘለዉ ኣሕዋትና ትርር ዘሎ መልእኽቲ ኣመሓላሊፉ ዘሎ ንመንግስቲ ኤሪትሪያ ውን እሱ ዝሎ ዘሎ ድማ ብሰፊሑ ርኢና ከምኡ ውን ድማ ኣረጋይ ድማ ብዛዕባ ሰልጠነ ዝተፈላለዩ ምሽጥራት እዩ ዘቃልሕ ዘሎ ብዛዕባ ናይ ሓዳር ሂወቱ ውን እዩ ዝዛረብ ዘሎ ናይ ሰልጠነ ማለት እዩ ነዚኦምን ካልኦትን ኣሕዋተይ ዝተፈላለዩ ሓደሽቲ ሓበሬታታትን ከምኡ እውን እዋናዊ ምስልታት ናይ ሞኒካዊትን ካልኦትን ዝተፈላለዩ ሓበሬታታት እዋናዊ ምስልታት እዩ ዘለኹም ቀሪበ ኣለኹ ነታ ሜድያ ድማ ሓደሽቲ ዝኾንኩም ሰባት ሰብስክራይብ ብጓር ቤተሰብ ምዃንኩም ኣይትረሱ ኩላና ድማ ኣሕዋተይ ላይክ ምግባር ነታ መደብና ንጀምር እስከ ከም መጀመሪ ክኾነና ድማ ሎሚ ብጣዕሚ ንብዙሃት ሰባት ዘሰማምዐት ብጣዕሚ ጽቡቕቲ ሓሳብ እዩ ዘርጊሑ ዘሎ ማለት እዩ እዚ ሓውና እንታይ እዩ ዝብል ዘሎ ኤርትራውያን ከም ተጋሩ ወይ ድማ ከም ካልኦት ከም ዘይኮኑ ብጣዕሚ ብጣዕሚ ዝገርም ህዝቢ ከም ዝኾነ እዩ ዝዛረብ ዘሎ እስከ እቲ ዝብሎ ዘሎ ተኸታቲልና ንመለስ ኣብዚኣ ድማ ዘለትኩም ርእይቶ ሓሳብኩም ኣብ ቦታኹም ጸሓፉልና ኣሕዋተይ ሳይኮሎጂ ናይ ኤርትራዊ ደሓን ክነግረካ ናይቲ ዝበዝሐ ኤርትራዊ ንሊብያ ዶ ከይድ ሊብያዊ የጋፍዖ ይኣስሮ ይጭኩኖ ገለ ንሊብያዊ ዝጸልእ ኤርትራዊ ርኢኻ ትፈልጥ ኣይጸልኦምኒ ኣይዝክሮም ሊብያዊ ከምዚ ጌርና ገለ ድቕየም ኣነ ኤርትራዊ ርኤ ይፈልጥኒ ኣብ ሱዳን ወረቐቱ ምንጥልዎ ራሻይዳ ጨውይዎ ንኤርትራ ጥርዝዎ ብጣቃ ወረቐቱ ይቖድሉ መንቀሳቐሲ ወረቐቱ ይሰብርሉ ገለዶ ገንዘብ ገለ የኽፍልዎ ይሸጥዎ ዶ ንሱዳናውያን ዝጸልእ ኤርትራዊ ርኢኻ ትፈልጥ ሕጂ ኣብ ኣዲስ ኣበባ ይጎፍዉ ዘለዉ ኤርትራውያን ኡጓንዳ ምሻ ሃዲሙ ከይድ ኣሎ ኣብ ኡጓንዳ ኮይኑ ንኢቶፕያውያን ድጸልእ ኤርትራዊ ርኢኻ ትፈልጥ ኣይትጸልኦምን እዩ ብዛዕባ እዚኦም ሕማቕ ኣይዛረብን እዩ ኢቶፕያ ከምዚ ጌራትና ሱዳን ከምዚ ጌራትና ሊብያ ከምዚ ጌራትና ኣይብልን እዩ ሓደ ትግራዋይ እንድሕር በዲልዎ ንኤርትራዊ ግን ዒስራ ዓመት ምሉእ ተጋሩ ጸላእትና እዮም እዚኦም ከምዚ ድገበሩና ክብለካ ወረ ከምዚ ሽዱሽተ ሚልዮን ህዝቢ ትግራይ ተኣኪቡ ንሓደ ሰብ በድሎ ከምዝበሎ ተጋሩ እዚኦም ድገበሩና ብለካ ወላ ሓደ ፈተሪና ኣብ ዳእተውስ ድወደሎ እኳ እዚኦም እንታይ ከም ዝገበሩና ኣይፈለጥካን ጸላእትና እዮም ለካ ሕጂ እንታይ ማለት እዩ ተጋሩ እዚ ኩሉ ጽቡቕ ገይሮም ኢዶም ሴሮም ተጋሩ 27 ዓመት ንኤርትራዊ ጽቡቕ ገይሮም ኣብ ዘመነ ስልጣኖም ተጋሩ ኣብ ስልጣን ከለዉ 27 ዓመት ንኤርትራዊ ጽቡቕ ገይርሎም ዶ ሽዑ ተጋሩ ሓንቲ ሕማቕ ዘመን መጽያቶም ቅድሚ ኣርባዕተ ዓመት ኣብ ኣዲስ ኣበባ ትግርኛ ብምዝራቦም ጥራይ ብመንነቶም ተጋሩ ኮይኖም ክእሰሩ ከለዉ ኣብ ኣዲስ ኣበባ ዝነበረ ኤርትራዊ ግን ጠሊምዎም ዒስራን ሸውዓተን ዓመት ጽቡቕ ዝገበሩሉ ኤርትራዊ እሱ ግን ኣብቲ ሓንቲ ሕማቕ እዋኖም ተፈቲኑ ኣብኣ ኸኣ ተሪፉ ህዝቢ ኤርትራ ንትግራይ ከመይ ዝሓስቦ ዓንጃላት ደናቑር ፋራት ዋእ ስማዕ ኣሎ እዚ ኩሉ በዲልዎ ምሽ ሓወይ ገለ ምሽ ብሉ ሰም እንታይ ድዩ ክብል ጀሚሩ ዋይ እዚኦም ከምዚ ብኸም እኳ ኤርትራዊ ቅዲ የኽብሮም ብኸመይ ድዩ መሲልካ እዚ ኩሉ ወላ በዲልዎ እንከሎስ ተመሊሶም ምሽ ሓወይ ይብልዎ እንታይ ይብል ስኻ ከምዚ ሰብሲ በዲልካዮ እንድሕር ዘይስምዖ ኮይኑ ድሕር ተመሊሱ ድሕር ፅቡቕ ዝገብረልካ ኮይኑ ከምዚ ገለ ፀገም ዘሎ እዩ ዝመስለካ ሕጂ እቲ ፀገም እኮ እንታይ መሲልካ ትግራዋይ ንኤርትራዊ ሓወይ ክብሎ ከሎስ ከምዚ ገለ ነገር ዝደልየሉ ዘሎ እዩ ዝመስሎ ትግራዋይ ንኤርትራዊ ሓወይ ድብሎ ስለ ሕውነት ጥራይ ስለ ፍቕሪ ጥራይ ካልእ ወላ ሓንቲ ኣይደልየልን ትግራዋይ ንኤርትራዊ ወላ ሓንቲ ኣይደልየልን ካብ ኤርትራዊ ሰላም እዩ ዝደሊ ሕውነት ይደሊ ትግራዋይ ኤርትራዊ ግን ሓወይ ክብሎ ከሎስ እንታይ ኮይኑ ስምዖ ከምዚ ገለ ነገር ዝደብ ይደሎ እስከ ኣብዚ ሃውና ዝሎ ዘሎ ዘለኩም ሀሳብ ርእቶኹም እንዳጻፉ ማህዋተይ ብምቕጻል ድማ ታፍቲ ምስሊ ትሪዋ ዘለኹም ስነ ጥበባዊት ብዛዕባ ስድራ ተዘርባ ይትፈልጥን እያ ሎሚ ድማ ዝበለቶ እስከ ተኸታትና ንመለስ ኣህዋተይ ዘለኩም ርእቶ ሀሳብኩም እንዳጻፍኩም ነታ ሜድያ እውን ላይክ ሽር ሰብስክራይብ ምግባርኩም ርግጸኛ ኹኑ ኣህዋተይ ብዓቢኡ ማለት እዩ ሓወይ ወላ ወለደይ ኣይውለዱለይሲ ብዙሕ ጽቡቅ ነገራት ብዙሕ ሕማቅ ነገራት ዝረኣና ኢና ምስኡ ሜይቢ ኣብዛ ዓመት እዚኣስ ኣብ መንጎና ጋብ ተፈጢሩ ካብኣ ይስናገረገለ ኣይኮነን ግን ኣብ ዙርያኡ ይነበርኩን ኣብ ዙርያ ኣይነበረን ብሓደ ብዙሕ ስራሓት ኣፍሪና ኢና ንዓይ ደጋፊየይ ሓወይ ነይሩ ምናልባት ክድግፎ ይኽእል ነይረ ኸውን ኣብዚ ዓመት እዚኣ ስፔሻሊ እቲ ናተይ ሂወት ስለ ዘብለጥኩ እየ መስለኒ ርሒቐዮ ማዕረ ንነብሰይ ከዓ ይኸሳ እየ ብሂወት ዘይምህላውስ ሓንቲ ካብቲ ሪዝን ከይከውን ዋላ ፈርሐ ከምቲ ቀደምና ዝነበርናዮ ሂወትና ገለ ከምኡ ምስኡ ብካ ነይረ ኢለ ስለ ዝሓስብ እየ ኣይርእዮን ኣይሰምዖን እዩ ይቕረ ይደሉ ገለ ሕጂ ግን ንዓይ ንክፈኩሰኒ በዚ ኣጋጣሚ እዚ ይቕሬታ ክብሎ ይደሊ ንኹሎም ስድራ ቤት ከኣ ጽንዓት ይሃብኩም። ጽንዓት ኣማኒኤል ዘርኣይ ማለት ካብዞም ተሳትቱና ኣብዚ ንፉዕ ጸሓፍ ደራሳይ ተስፋ ደሎ ዝተፈለየ ድርሰት ወላ በዚ ሕጂ ዘሎ ዓቕምታት ናይ ካሜራን ናይ ኩሉ ነገራት ክስራሕ ዘይክእል ድርሰት ተታሒዙ ሒዝዎ ኮፍ ኢሉ። እስከ ብዛዕባ ስደት ድማ ሞኒካ ዊት ትብሉ ዘላ እስከ ተኸታቲልና ንመለስ ብዛዕባ የማነ ባርያን ካልኦትን። ናይ በዓል የማነ ባርያ እቶም ናይ ቀደም ተሰደዱ ኣክንዲ ብጻዮም ዝሓልፉ ብጾት ነይሮም ሕጂ ግን ኣብዚ ዘሎ በጽባጽ ኩሉ በጽባጽ ወለዶ ኣብዚ ዘሎ ምሽ ንብጻዩ ክሓልፍ ኣይኮነ ንብጻዩ ክቀትል ንብጻዩ ጎዞሞ ገይሩ ከምዚኣ ኢለ ክሓዲ ከይደቀሰ ኣፍንጨኒ ከይተጎጻጎጸ መዓልታ ዝንዳ ስፌዛ መሊኡ ኣፉ ከይተጓጸጎጸ ከምዚ ንብጻዩ ክቀትል

ሕድሕድና ሓደ ኤርትራዊ ክትንከፍ ከሎ ከምቶም ናይ ቀደም ብሓንቲ ፊስካ ተዘይተሲእና ዘርእየዞ ኤርትራዊ ርኣይ ርዳእካ ይደለ ኤርትራ ገለ ትብል ኣለካ ዘርእኻ ጸንት ኣሎ ጸኒትካ ኣበይ ኣሎ መንእሰይ ኩሉ ጸኒት እኳ ጸኒት እኳ ዝበለሰ ኤርትራ የለን እኳ እልፍ ጎርባብ ንጎርባብ ጥሩ ጎረብሉ

እስከ ቀጺሉ ድማ ኣሕዋተይ ኣረጋይ እንታይ እዩ ዝብል ዘሎ ዝብል እስከ ተኸታቲና ንመለስ ኣሕዋተይ እዚ ሰብ እዚ ንብዙሕ ኣሰንዳ ቆጢኡ እዩ ዘሎ እስከ እቲ ዝብሎ ዘሎ ተኸታቲና ንመለስ ዘለኩም ሓሳብ ሪኢቶኹም ብናጽነት ኣብ ቦታኹም ጸሓፉልና ድሓር ግን ኩሉ እቲ ዘድሊ ዶኮመንት ምስ ተኣከበ መርትዖታት ምስ ተኣከበ ኣቦኻ ተሓቲቱ ምስ ተሓተተ ካልእ ሕቶታት መጺኡ ንግደፎ እዚ ኣብ ገዛኻ እንታይ ተቐሚጡ ጸኒሑ ትፈልጥ ኢኻ። ካብ ገዛኻ እንታይ ወፂኡ ትፈልጥ ኢኻ። ናይ ህዝቢ ገንዘብ እኽሊ ኢኻ ዓሽግካ ተቐምጥ እምበር ኣብ ተረንሸዋ ዓሽግኩም ተቐምጡ ገንዘብ እኮ ኢኹም ኣንቱም ሰባት ከፊእኹምና ዘለኹም እኮ እዞም ምድረ ፋራ እኮ ኢኹም ፍሒርኩም ተቐብሩ ገንዘብ እኮ ኢኹም። ናይ ህዝቢ ገንዘብ ግን ኩሉ ግዜ ሓራም እዩ። ይልክመልካ እዩ ክንደይ ሽግር እዩ ደምፀእልካ ልክዕ እዚኣ ከዓ እዚኣ ኩላ ምስ ፈሸለት ናይ ኣቦኻ ምስ ወፀት ጉዳይ ኣዴኻ እውን ተሓባባሪት እያ ኢድ ኣለዋ ድምልኮቶ ኣካል ሒዝዎ ስለ ዘሎ ግን ክምሕራ ድዩ ክሕዛ ድዩ ክገድፋ ድዩ ክትቅፅል ድያ ንግደፎ ሕጂ ንዛረብ ኢና ኣብዚ ማስ ሚድያ ኣቦኻ ግን ኣስጋራይ ምዃኑ እስኻ እንዳ ዕድዒኻ ትፈልጥ ዲኻ እስኻ ኣብ ኣሜሪካ ኾንካ ሃገር ሃገር ትጻወት ኔርካ ሰብ ከተእምን ኣብ ሚድያ ወጺኻ ብዙሕ ትዛረብ ኔርካ እስኻ ኣብኡ ኾንካ ስራሕኻ ትሰርሕ ኔርካ ማዕበል ኣቦኻ ኸዓ ብማይ ድማ ኮይኑ ኸዓ ሸጎሉ ገብር ኔሩ ብመንገዲ መን መጺኹም እቶም ሰጊሮም ድመጹ መን ኣራኺብኩም ምስኡ ባዕሉ ድምጺኩም ካልእ ኔትወርክ ድዩ ጌርልኩም ሰብ ድዩ ጌርልኩም እቶም ፋሚሊ ኢኹም ኮለል ከይበልካ እዛ ጉዳይ ትሰርሖ እቶም ፋሚሊ ኢኹም ሕጂ ዝል ኢልካ ናብ ኣወል ስዒድ ከይድካስ ኣወል ስዒድ እዩ ዘቐብሎ ዶኮመንት ንርግኣልን ኣይትሃውትት ኣወል ሓንሳብ ይመሊስልካ ብድሕሪኡ ኣወል ተመሊስካ ይፈልጥን እዩ ማይ ድማ ተተላዒላ እኮ ዑሉል ኣስጋራይ ክፍላይ እዩ ግን ሽዑስ ኣቦኻ ምስ ተታሓዘስ በቃ ከምዚ ቪድዮ ተዛሪቡ ምሽ ኣቦኻ ማዕበል ወደይ ኣነ ደሓን እየ ዘለኹ ተሓቲተ ኢልካ እታ ቪድዮ ናሃለትካ ስምዓያ እሞ እዚኣ ኣነ እዋ ሽዑ ዝነበረ ሕቶታት እቶም ኣብ ዓንኬል ናይቲ ስራሕ ምሳኻ ተዋፊሮም ዝነበሩ ሰቦኻ፣ ደቂ ኣኮኻ፣ ደቂ ሓትነታትካ ገለ ገለ ገለ ገለ ንሳቶም ብምሉኦም ተሓቲተ ኢልካ እዩ። ትጻረፍ ኔርካ፣ ትዛረብ ኔርካ፣ ተጻረፍ እንዶ ብሕጂ ሰለስተ ዓመት ዋላ ተጻረፍ እንዶ። ትሕሱ ኔርካ ሓሱ እንዶ። ተደሊኻ ደግፍ፣ ተደሊኻ ተቓወም ኣይኮንኩን ዝዛረብ ዘለኹ ኣነ። ሓቂ ግን ምጻእ፣ እንታይ ኮንካ ትድግፍ ኔርካ ኣነ ሃገራዊ እየ ትብል ኔርካ ድወረዳ ኤርትራ ዘርከበ እንድዩ ሃገረይ ዓደይ ዝብላ ሃገራዊ ኮንካ ትዛረብ ኔርካ ወደባት ወዲ ርብዒን ኣርብዒን ትበሃል ኣላ ብዓረብ ወዲ ኣርባዓ ኣብዚ ኣለዉ ኩሎም ኣኮታትካ ሓወቦታትካ ኣቦኻ መስኪርዎ እዩ እንታይ ኣለካ ኣብ ኤርትራ እስኻ እንታይ ኣለካ ፋዕፋዕ እስከ ብምቕጻል ድማ ሚኪ ብዛዕባ ኣብ ግብጺ ዘለዉ ኣሕዋትና እቲ ዝብሎ ዘሎ እስከ ተኸታቲልና ንመለስ። ኣብ ፈቆዶ ግብጽታት ይድፈሩ ኣሎ ይድፈሩ ኣሎ ኤምባሲ እንታይ ይገብር ኣሎ እንታይ ይገብር ኣሎ ኤምባሲ ብራዘር ግልጽ ጌርና እንዶ ንዛረብ ኤምባሲ እንታይ ይገብር ኣሎ ኤምባሲ እንታይ ይገብር ኣሎ ኢትዮጵያውያን ኮይንኩም ተትኾኑ ኤርትራውያን ግን ማንም ሰብ ኣይምተንከፈኩም በሉ ግልጽ ጌርና ክንነግረኩም ኤርትራዊ ስለ ዝኾንኩም እዩ ዝኹሉ ግፍዒ ድበጽሓኩም ደሎ ብመን በዚ መንግስቲ ኤርትራ ድባል ብናቱ እዩ ብካልእ ከይመፀካ ብራዘር ስለዚ ኢትዮጵያ ዘይትረብሕ እንዳበልና እያ ተረዲኩም ኣሎ ኢትዮጵያ ክትወረካያ እሞ ኤርትራ ድሕን ኤርትራ ክነግረኩም ግልፂ ገይረ ክነግረኩም ትጥቀመልካ ከም ኮንዶም ትድርብየካ ድማ ኤርትራ ግልፂ ገይረ ክነግረኩም ከም ኮንዶም ተጠቂማ ትድርብየካ እዚኣ ኢና ንፈልጥ ካብዚኣ ትማለ ዓይነ ስውርቲ ኣብ ምክልኻል ከላ ጋዝ ኣትይዋ ተረዲኩም ኣሎ ከምዚ ድኾነት እያ መን ሓጊዝዋ እንድሕር ኢልና ማንም ድሓገዛይ ሰብ የለን ኣብ ኤርትራ እየ ድብል ዘለኹ መንግስቲ ኤርትራ ጉሕፍ ኣቢልዋ ተጠቂመልክ እየ እሞ ሲስተር ኪድለይ ኢልዋ ግልፂ ጌርና ንዛረብ ሕጂ ኣብ ደገ ዓለም መፅያ ድማ ብባ ብጣዕሚ ኣብ ከቢድ ኩነታት እዮም ዝርከቡ ኣሕዋትና ሎሚ ድማ ፅቡቅ ሓዱሽ ሓበሬታ እውን ከም ዘለዎ ሓቢርና ነርና ኣብ ግብፂ ብዛዕባ ዘለዉ ኣሕዋትና ንሱ ኣብ መወዳእታ መደብና ብሰፊሑ ክርና ከምኡ እውን ድማ እስከ ብምቕጻል ኣረጋዊ ብዛዕባ ስልጠነታ ዝብላ ዘላ ዘቃልሖ ዘሎ ድማ እስከ ተኸታቲና ንመለስ ኣሕዋተይ ዘለኩም ሀሳብ ሬቶኹም ድማ ብተኹምን ጻፉ ኣብ ሰልጠነ ዝለዓል ብዙሕ ቅሬታ ኣለዎ ብወገን ትግራይ ንዝተደፈራ ደቂ ኣንስትዮ ናይ ውግኣት ዝተዋፀ ገንዘብ ኤርትራውያን ናብኡ ኣታው ዝገበርሉ በሊዕዎ እዩ ናይ ኣምቡላንስ መግዝእ ገንዘብ በሊዕዎ እዩ ንሕናስ ኢና ነቶም ፅቡቕ ዝገበሩ ኤርትራውያን ምስግና ስለ ዝግብኦ ኢና ነመስግን ዘለና እምበር ኣብ ሰልጠነ ግርማይ ምስግና ዝበሃል የለን። ቀጣፊ ሌባ እዩ፣ ሰራቂ ፀጉሩ መፀገኒ እዩ ገይርዎ፣ ፀጉሪ መትከል እዩ ገይርዎ። ብናይ ተጋሩ እኖታት ዝተዋፀ ገንዘብ ፀጉሪ መትከል ተጠቂምሉ፣ ገዛ መዕደጊ ተጠቂምሉ፣ መዕጠሪ መሸርመጡ ገይርዎ። ግልፂ ዘይነግረካ መዕጠር እዩ ገይርዎ ርካሽ ናይ ዩቱብ መሕበል እዩ ገይርዎ ርካሽ ሰብ እዩ እዚ ገይሩ ከብቅዕ ከሎ ብደም ናይ ተጋሩ ብዕጥምቲ ተጋሩ ከዓ እንደገና ምሽ ተሓንጊሩ ኣስመራ ኣትዩ ስልጣን ክሕዝ ንምንታይ ምስ ኤርትራ ትሰርሑ ንምንታይ ፅምዶ ትሰርሑ ኢሉ ቀጨጭ የብሎ ኣብ ትግራይ መፂኡ እዚ ክንደይ ኢሉ ብዙሕ ነገር ኢሉ ኣይንሰምዐካን ተባሂሉ ከይዱ ፀረ ህወሓት ተሰሊፉ ፀረ ነባራት ተቓለስ ናይ ህወሓት ፀረ እቶም ምኩራት ምኩሓትን ናይ መኸት ሓይልና ምልክት ዝኾኑ ሓይልታት ምክልኻል ትግራይ መራሕቶምን ኣብ ምውራድ ምንቁሻሽ እዩ ዝውዕል በስቢሶም ጠልቅዮም ብመስተን ብዕጥራንን በስቢሶም ተጎሊሎም ዝወፁ ጉላል ክልተ ሰለስተ ጀነራል ኣዲስ ኣበባ ስለዝኮኑስ እዚ ኩሉ ናይ መኸተ ሓይሊ እዚ ኩሉ ተቃላሳይ ሓይሊ ኣብ ትግራይ ከምዘየለ ኣምሲሉ ክስእል ይሞኪሩ ኣብ ትግራይ ዘሎ ጀነራል ዘይበዝሕስ ክልተ ሰለስተ ከይዶም ዘለዎ ኣዲስ ኣበባ እዚ ሰልጠነ ዝፈልጦ ነገር የብሉ ሰልጠነ ምንም ዓይነት ሓበሬታ የብሉ ብሃም እዩ ብሃም ፀጉሩን ልቡን ዝተመልጠ ብሉጥ እዩ ስሉ ሰብ እዩ ትግራይ መፅኡ እውን ሓቂ ንምዝራብ ንሕና ኢና ድሕና እምበር ዝደልይዎ ሰባት ነይሮም እዮም ግን ኣብ ትግራይ ደም ክፈስስ ስለዘይብሉ ሓመቐ ፀበቐ እውን ኣብቲ ፀልማት እዋን ፅቡቅ ዝገበረ ሰብ ፅቡቅ ገይሩ ተባሂሉ ስለዝሕሰብ ኣብ ትግራይ ዝኾነ ሓደጋ ክገጥሞ የብሉን ተባሂሉ ዝኸኣልናዮ ናይ ፀጥታ ሓይሊ ኮይና ዝኸኣልናዮ ገይርና ኢና ናብ ናብቲ ዘለዎ ሰዲድናዮ ዝጥፉሽ እምበር ከብ ትግራይ ተሓሰበሉ ነገር ነይሩ ይርጋለም ዘይነገረ ኣሳሲሩ ትግራይ ንኣረጋይ ሒዛ ተሪፋ ዝብል ነጥቢ ኣልዒሉ ነይሩ ቅድሚ እውን ብርክት ዝበሉ ዘረባታት ኣለዉ ጀነራል በቀለ
እስከ ኣረጋዊ ኣብቲ ዝብሎ ዘሎ ምእንጅሉ እንዲና እንብሎ ንሕና ኣብዚ ዝብሎ ዘሎ ዘለኩም ሀሳብ እንዳጻፉም ብምቕጻል ድማ ኣብ ግብጺ ብዛዕባ ዘለዉ ኣሕዋትና ዘሎ ጽቡቕ ሓበሬታ እስከ ተኸታቲልና ንመለስ።
ስለዚ ናብ ግብፂ ኤምባሲ ብድሕሪ ደሎ ትሪኦ ደለኹም እዚ ናይ ግብፂ ኤምባሲ እዩ ኣብኡ ከይደ ኩሉ እቲ ዝግባእ ሰነዳት ሰኒደ ንግብፂ ኤምባሲ እቲ ደብዳቤታት ሂበዮም ኣለኹ ኣብ ዓልቦ ናይ ስደተኛታት ኩነታቶም ሕማቕ ምህላው ኣብ ሙሉእ ዓለም እውን ሰላማዊ ሰልፊ ክካየድ ምዃኑ መንግስቲ ግብፂ ኣብ ቀረባ እዋን ነቶም ስደተኛታት ኤርትራውያን ኣብ ግብፂ ፕሮቴክሽን ክህቦም ጋዜጣዊ መግለፂ ከውፅእ ነቶም ተዳጒኖም ዘለዉ ከዓ ከውፅኦም ዝብል እቲ ደብዳቤ ንዩኤንኤችሲኣር ንፓርላሜንት ናይ ካናዳን ንኤምባሲ ኦፍ ኢጅፕት ኣውሂብና ኣለና ማለት ምክንያቱም ስቢካም ሪሊ ሲሪየስ ኮንሰርን ማለት እዩ የቀነለይ ቴንክ ዩ ከምቲ ዝሰማዕኹምዎ እዩ ነዚ ኤምባሲ በፂሁ ኣሎ ማለት እዩ ናይዚ ናይ ህዝብና ሽግር ኣብ ቀረባ ድማ ፍታህ ክርከበሉ ምዃኑ ድማ ተስፋ ንገብር ማለት እዩ ብምቕጻል ድማ ኣብ ኢትዮጵያ ዘለዉ እውን ዝተፈላለዩ ሚድያታት እዮም ዝግብዎ ዘለዉ እስከ እንታይ እዩ ዝበሃል ዘሎ ድምፂ እውን ይኾኑና ኣለዉ ማለት እዩ እስከ እቲ ዝብልዎ ዘለዉ ተኸታቲልና ንመለስ ኤርትራውያን ስደተኞች በዚህ ሰዓት በጣም በአስቸጋሪ ሁኔታ ውስጥ እንደሚገኙ እየተነገረ ነው።

የሚደረሰው በደል ይቁም ይቁም ጀስትስ ፎር ዘ ኤርትራውያን ሬፊጂስ ዛት ኣር ሊቪንግ ኢን ኢጅፕት ኣብ ግብጺ ዘጋጥም ዘሎ ኣዝዩ ኣስካሕካሒ ዝኾነ ተግባራት ብመንግስቲ ናይ ግብጺ ኣብ ልዕሊ ስደተኛታት ዘጋጥም ዘሎ ኣብዚ ግዜ እዚ ሕጂ ኣብዚ እዋን ኣብዚ ደረጃ እዚ ከይተበጽሐ ከሎ ቅድሚ ሰለስተ ወርሒ ኣርባዕተ ወርሒ ከባቢ ኣትሒዝና ቪድዮታት ብብዝሒ ሰሪሕናሉ ነርና ኢና ሎሚ ግን ናብ ኣዝዩ ዝኸፍእ ኩነታት ኣብ ምብጽሑ ግን ኣዝዩ ብዙሕ ዝኾነ ሰብ ኣርቲክል እውን ከይተረፈ ተሰሪሒሉ ይርከብ ኣሎ ማለት እዩ ኣዝዮም ብዙሓት ዝኾኑ ስደተኛታት ኣብ ከቢድ ዝኾነ ኩነታት ኣትዮም ከቢድ ዝኾነ ሓደጋታት እውን ከጋጥሞም ተራእዩ ኣሎ ማለት እዩ። ነዚ ድማ ኣብ ውሽጢ ግብጺ ዝርከቡ UNHCR ይኾኑ ኤምባሲ ኤርትራ እውን ዝኾነ ይኹን መልሲ ይሃብሉ እንደለዉ ማለት እዩ። እንተኾነ ብብዝሒ ኣርቲክላት ስለ ዝተጻሕፈ ኣብ ቀረባ ግዜ ፍታሕ ክመጽእ እዩ ማለት እዩ። ምኽንያቱ ኣዝዩ ብዙሕ ዝኾነ ነገራት ስለ ዝተጻሕፈን ኣዝዩ ብዙሕ ዝኾነ መልእኽትታትን እውን ስለ ዝበጽሖም ማለት እዩ። እዚ ድማ ምስ ናይ Human Rights Concern ዝተሓሓዝ ነገር ስለ ዝኾነ ሰብኣዊ መሰላት ነዚ ነገር እዚ ክዛረብሉ ይጅምሩ ኣለዉ ማለት እዩ። ብዙሕ ኣርቲክላት ከምዚ ትሪእዎ ዘለኹም ተጻሒፉ ኣብ ዝተፈላለየ ዓበይቲ ማዕከናት ክዝርጋሕ ጀሚሩ ኣሎ ብዓበይቲ ጋዜጠኛታት እውን ክዝርጋሕ ተጀሚሩ ኣሎ ማለት እዩ so እዚ ነገራት እዚ ፍታሕ ክሳብ ዝመጾ ድማ እቶም ኣብ ውሽጢ ግብጺ ተቕመጡ ዘለኹም ካብ ከምዚ ዓይነት ሽግራት ኣትኹም ዘለኹም ሰባት መዋጽኦ ፍጠረልኩም ኤን ተጠንቀቑ ማለት እዩ እቲ ዘሎ ኩነታት ከም ዝረኣኹሞ እዩ ብምቕጻል ድማ ውፉይ ብዛዕባ ዝሳቐዩ ዘለዉ ኤርትራውያን ኣሕዋትና እቲ ዝሎ ዘሎ ዘመሃላለፎ መልእኽቲ እስከ ተኸታቲና ንመለስ ዘለኩም ርእቶ ሃሳብኩም ድማ ኣብ ቦታ ኮመንት ጸሓፉልና ኣሕዋተይ ብናጽነት ኢሳያስ እኮ እቲ ሓንቲ ቁም ነገር ዝገበራሲ ንኤርትራ የድፈራን እዮም ዝብሉ ኤርትራ ምድፋር ብምንታይ ዝትርጎም ኤርትራ ምድፋር እኮ ኤርትራዊ ብምድፋር እዩ ዝግምገም ኤርትራ ብምኽባር ከዓ ኤርትራዊ ዜጋ ብምኽባር እዩ ዝግምገም ኣቦታትካ ይፈልጥዎ ኣቦሓጎታትካ ይፈልጥዎ ስጋብ ሲናይ ከድካ ኩሊትካ እንዳተሸጠ ኢሳያስ ኤርትራ የድፈራን ማለት እንታይ ማለት እዩ ኣሕዋትካ ኣብ ሊብያ እንዳተዓመጻ ዘይውላደን እንዳሓቆፋ እንታይ ማለት እዩ ኢሳያስ ንኤርትራ የድፈራን ማለት መን ክሕልወካ ንዓኻ መንግስቲ እንታይ ድዩ ስርሑ መንግስቲ እኮ ፅርግያ ምህናፅ በላሶ ምህናፅ ጥራይ ኣይኮነን እኮ ስርሑ ሰላም ፀጥታ ቁጠባ መነባብሮ እኮ እዩ ናይ መንግስቲ ስራሕ ኣነ ኣስመራ ኣይተሃንፀትን ዝብሉ ሰባት ኣለዉ ትህነፅ ይግባእ እዩ ፅብቅቲ ከተማ እያ ግን ናይ መንግስቲ ስራሕ ናተይ ጥርዓን ካልእ እዩ ኤርትራዊ ዘይከበረ እዩ ስለዚ ሕጂ ኣብ ጎረባብትና እኮ መዓት ኩናት እዩ ዘሎ፣ መዓት ሽግር እዩ ዘሎ። ኤርትራ ግን ንበይና ገነት እያ ዝብሉ ሰባት ኣለዉ። ዘሕዝነካ ዝተማህሩ ምዃኖም እዩ፣ ዩኒቨርሲቲ ዝኸዱ ምዃኖም እዩ። ዋ ሰብ ደኣ ካብ ገነት ናብተን ኣብ ኩናት ዘለዋ ሲኦል ሃገራት ይስደድ እዩ። እንታይ ኮይኑ እንዳ ኤርትራዊ ሓሙሽተ ሽሕ ከፊሉ ንትግራይ ይመጽእ ኣሎ እንታይ ኮይኑ እንዳ ኣዲስ ኣበባ ይኸይድ ኣሎ ናብ ገነት ክንመልሰካ ኢሎሞ ድኣ እንተኾይኑ ይእውሎ ሕሰቦ እሞ ስለዚ ሕጂ ናትና ሕቶ ንጹር ክኸውን ኣለዎ እሱራት ይፈትሑ ኣስመራ ይተሃነጽ ጽርግያ ይገበር መጓዓዝያ ይገበር ኣይኮነን ሕቶና ዓድና ክነመሓድር ኢና ንብል ዘለና። እቲ ዘሎ ኩነታት ከም ዝረኣኹምዎ ዝመስል ነይሩ፣ ሎማንቲ ንረትና መደብ ድማ ከምቲ ዝተኸታተልኩሞ ዝመስል ነይሩ። ነዚኦም ዝኣመሰሉ ዝተፈላለዩ እዋናዊ ሓደሽቲ ሓበሬታታት፣ ፖለቲካዊ ጉዳያትን ዝተፈላለዩ ምስልታት፣ መዘናጊ ምስልታት እውን ቀዲሞም ንኣኹም ንክበጽሑ ሰብስክራይብ ዘይገበርኩም ሰባት ሰብስክራይብ ብምግባር ቤተሰብ ምዃንኩም ኣይትረሱ። ብኻልኦት መደባት ክሳብ ንራኸብ ሰላም የራኽበና ኣሕዋተይ ቻው።